ሚያዝያ ሓደ ዓሰርተ ትሽዓተ ሰብዓን ሓደን ብኣቋጻጽራ ፈረንጂ ኣብ ሃገረ ጀርመን ሃምቡርግ ዝርከብ ቆንስላ ቦሊቭያ ዝሑልን ቁሪ ዘለዎ ንፋስን ተሸፊኑ ይረኣ። ሕድሕድ ምንቅስቓስ ኣብቲ ቆንስላ ህዱእ እዩ ዝመስል ነይሩ። ነገር ግን ኣብ ውሽጡ ናይ ታሪኽ መኣዝን ዝልውጥ ናይ ደም ሕነ ይጽበ ነይሩ። ሓንቲ ብሉጽ ዘመናዊ ክዳን ዝተኸድነት ጸሊም መነጸር ዝገበረት ጽብቕቲ መንእሰይ ጓል ተንስተይቲ ናብቲ ቢሮ ኣተወት። ስጉምትታታ ህዱኣት፣ ኣጠማምታኣ ድማ ሰሓቢ'ዩ ነይሩ። ናብቲ ናይ ቆንጽላ ቤት ጽሕፈት ብምእታው፣ ናብ ቦልቪያ ንምእታው ቪዛ ከም ዘድልያ ብምግላጽ ብልስሉስ ድምጽን ትሕትናን ሓተተት። ኣከዳድናኣ፣ ኣጠማምታኣ፣ ቁመና ሰውነታን መልክዓን ናብ ኻልእ ሃገር እትገይሽ ቱሪስት'ያ ትመስል ነይራ። ንሳ ግን ኣብ ቦርስኣ ሽጉጥ ሓቢኣ እያ ናብቲ ቆንጽላ ቤት ጽሕፈት ኣትያ። እቲ ናይ ቆንጽላ ቤት ጽሕፈት ሓላፊ ሮቤርቶ ክዋንታኔላ ካብ ወንበሩ ተንሲኡ ብፍሽኽታ ክቕበላ ከሎ፣ ንሳ ግን ካብ ቦርስኣ ጸሊም ኮልት ሰላሳን ሸሞንተን ሽጉጥ ኣውጽኣት። መነጸራ ኣውጽኣቶም። ኣጠማምታኣ ብቐጥታ ናብ ኣዒንቲ ክዋንቴኔላ ዝምልከታ እየን ነይረን። ቅድሚ እቲ ሰብኣይ ብድንጋጸ እንታይ ኢሉ ምዝራቡ፣ ሰለስተ ናይታ ሽጉጥ ድምጺ ነቲ ጸጥታ ሰፊንዎ ዝነበረ ናይ ቆንጽላ ቤት ጽሕፈት ኣበራበርኦም። ሰለስተ ናይታ ሽጉጥ ጠያይቲ ንደረት ኲያንተኔላ ብምብሳዕ ህይወቱ ኣብ ውሽጢ ካልኢታት ኣሕለፍኦም። እቲ ሰብኣይ ኣብ ልዕሊ እቲ ናይ ዕንጨት ጠረጴዝኡ ተደፊኡ ናብ መሬት ወደቐ። እታ ጓል ኣንስተይቲ ብዘይ ዝኾነ ፍርሒ ብህዱእ ስጉምቲ ካብቲ ቦታ ክትወጽእ ከላ፣ ኣብቲ መሬት ሓደ ናይ ሕሶት ጸጉሪ ዊግ፣ ንመቕተልቲ ዝተጠቐመትሉ ሽጉጥ፣ ቦርስኣን ንኡስ ወረቐትን ገዲፋ እያ ከይዳ። ኣብቲ ወረቐት ብዓበይቲ ኣልፋቤት ዝተጻሕፈ መልእኽቲ ነይርዎ። እቲ መልእኽቲ ድማ ከምዚ ይብል ነይሩ፣ ቪክቶርያ ኦሞርቴ፣ እዚ ማለት፣ ዓወት ወይ ኸዓ ሞት ዝብል ጽሑፍ ሒዙ ነይሩ። እቲ ንምቕታል ዝተጠቐመትሉ ሽጉጥ ብሃብታም ጣልያናዊ ኣብዮተኛ ጃን ጂያኮሞ ፊልትነረሊ ብሚስጢር ዝተውሃባ እዩ ነይሩ። እዚ ንዓለም ዘንቀጥቀጠ ሕነ ምፍዳይ እዩ ነይሩ። እታ ቀታሊት ድማ ሞኒካ ኤርትልያ ነይራ። ክቡራት ተመልከትትና ብውሽጥኹም ሞኒካ ኤርተል መን እያ ትብሉ ትኾኑ። እታ ናይ ህይወታ ታሪኽ ካብ ሓደ ናይ ሆሊውድ ፊልም ዝያዳ ዘደንጽውን ዘሕዝንን እዩ። ሞኒካ ኣብ ዓሰርተ ትሽዓተ ሰላሳን ሸውዓተን ብኣቆጻጽራ ፈረንጂ ኣብ ምያይን ይሁዳውያን ብናዚ ኣብ ዝሳቐይሉ ዝነበረ እዋን ኣብ ሃገረ ጀርመን ተወልደት። ኣቦኣ ሃንስ ኤርትል ናይ ሂትለርን ፕሮፓጋንዳ ናዚን ፍሉጥ ናይ ፊልም ቀራጺ እዩ ነይሩ። ንሱ ንሰራዊት ሂትለር ከም ጀጋኑ ገይሩ ኣብ ገዛእ ማእከላት ዝርኣይ ፊልምታት ዝቐረጸ ሰብ እዩ ነይሩ። ድሕሪ ውድቀት ናዚ ድማ ኣብ ካልኣይ ዓለም ውግእ ሃንስ ኤርትል ንፍትሒ ክሃድም ብሚስጢር ንቤተሰቡ ሒዙ ናብ ደቡብ ኤመሪካ ሃገረ ቦልቪያ ሃደመ። ኣብኡ ድማ ኣብቲ ኣዝዩ ዘይተረኽበ ብረጒድ ጫካታት ዝተሸፈነ እምባታት ኣንደስ፣ ዳደው ለሪዳ እትበሃል ናይ ሕርሻ ገዛ ኣስርሐ። ሞኒካ ዝዓበየትሉ ገዛ ብናዚ ኣተሓሳስባ፣ ብታሪኽ ውግእን ብሓለፍቲ ሰራዊት ሂትለርን ዝተኸበበ እዩ ነይሩ። ንኣብነት፣ እቲ ኣብ ኤውሮፓ ብኣሽሓት ዝቝጸሩ ይሁዳውያን ተቓወምትን ዝቐተለ ቡቸር ኦፍ ልዮን ዝተበሃለ ጨካን ናዚ ክላውስ ባርቢ ናይ ኣቦኣ ናይ ቀረባ ዓርኪ እዩ ነይሩ። ክላውስ ባርቢ ንሞኒካ ኣብ ሕቖኡ እናሓዘለ ሕያወይቲ ጓለይ እናበለ ይጽውዓ ነይሩ። ሞኒካ እንዳ ዓበየት ክትኸይድ ከላ ግን እቲ ኣብ ዙርያኣ ዝነበረ ሃብትን ናይ ናዚ ፋሽስታዊ ኣተሓሳስባን ኽመራ ጀመረ። እቲ ኹነታት መነባብሮኣ ስለ ዝጸልኣቶ ድማ እቲ ናይ ኣቦኣ ገዛ ናይ ፋሽስታውያን መተኣኻኸቢ ምዃኑ ተረድኣት። ኣብ ንእስነታ ምስ ሓደ ሃብታም ጀርመናዊ በዓል ሓደራ ተመርዕያ ነይራ። ነገር ግን እቲ ድሙቕ ናይ ሃብታማት ህይወት ንዓኣ ዘርክዕ ኣይነበረን። ኣብ ሰላሳ ዓመታ ድማ ካብ በዓል ቤታ ተፈልያ ንኣቦኣን ንብሙልእ እቲ ናዚ ዝመንጭዉ ሃብትን ወገናን ተሓሲማ ካብ ገዝኣ ወጸት። ካብቲ ናይ ናዚ ጽላሎት ወጺኣ ንመሰል ድኻታት ክትቃለስ ድማ ቃል ኣእተወት። ኣብ ጥቅምቲ ዓሰርተ ትሽዓተ ስሳን ሸውዓተን ብኣቆጻጽራ ፈረንጂ ኣብቲ ናይ ቦሊቭያ ህዱእ ጫካታት፣ ሓደ ዓለም ዘንቀጥቀተ ክስተት ኮነ። እቲ ፍሉጥ ኣብዮተኛ ኤርነስቶ ቸጉቤራ ስርዓት ቦሊቪያን ብገደብ ናይ ኣሜሪካ ሲኣይኤን ተታሒዙ ብዘይ ዝኾነ ናይ ፍትሒ ስርሒትን ፍርድን ብግፍዒ ተቐተለ። ናይቲ እዋን ናይ ሃገረ ቦሊቪያ ናይ ስለያ ሓላፊ ዝነበረ ሮቤርቶ ኩዋንቴኔላ ግን ብሞት ቸጉቤራ ጥራይ ኣይዓገበን ነይሩ። ንሱ ንኣብዮታዊ መንፈስ ናይ ደቡብ ኤሜሪካ ንምስባርን ንምእሳርን ብዝብል እከይ ሓሳብ ሓደ ዘስካሕክሕ ስጉምቲ ወሰደ። ኩዌንተኔላ ንምልክት ኣሰር ኣጻብዕቲ ንምርጋጽ ብዝብል ምኽንያት ናይ ቸኩቬራ ክልተ ኣእዳው ብመጽረብያ ቆሪጹ ኣብ መውሃቢ መድሓኒት ፎርማሊን ኣእተወን። እቲ ናይ ቸኩቬራ ድሙቕ ኣእዳው ብመጽረብያ ብፋስ ክቑረጽ ከሎ ዝነበረ ስእሊ ንመላእ ዓለምን ንተቓወምትን ዘቖጠዐን ዘሕዘነን ተግባር'ዩ ነይሩ። እዚ ፍጻመ እዚ ንሞኒካ ኤርተል ህይወታ ንዘለኣለም ብተኣምር ለወጦ። እዚ ግፍዒ እዚ ንሞኒካ ዘሕረቐ እዩ ነይሩ። ሞኒካ እዚ ግፍዒ እዚ ከም ግላን ፖለቲካውን በደል ኣመነትሉ። ስለ ዝሓረቐት ድማ ንሳ ንሕነ ቸጉቬራ ክትፈዲ ሓደ ስጉምቲ ወሰደት። ስማ ብቋንቋ ኣይማራ ኢማላ ወይ ኸዓ እዛ ጓል ዝብል ስያመ ብምሓዝ ናብ ሰራዊት ብሄራዊ ሓርነት ሃገረ ቦሊቪያ፣ ተቐላቐለት። ካብቲ ናይ መስኮት ኣየር ዘለዎ ናይ ሃብታማት ገዛ ወጺኣ ኣብ ጫካታት ቦሊቭያ ብጸሊም ረሃጽን ብረትን ኽትጓዓዝ ጀመረት። ናይቲ ውድብ መራሒት ብምዃን ድማ ንኳንቴኔላ ኣብ ዝኾነ ዓለም ይሃሉ ብደም ሕነ ክትሕዞ መሓለት። ሮቤርቶ ኳንቴኔላ ብሰንኪ ዝገበሮ ግፍዕታት ናይ ደም ሕነ ክፍደዮ ከም ዝኾነ ብምፍራሕ ካብ ሃገረ ቦሊቭያ ሃዲሙ ኣብ ጀርመን ሃምቡርግ ብቖንጽላነት ተሾመ። ንሱ ኣብ ኤውሮፓ ብናይ መንግስቲ ሓይሊ ተኸቢቡ ሰላም ዝረኸበ ይመስሎ ነይሩ። ነገር ግን ካብቲ ናይ ሜላ ወሳኒ ኣጠማምታ ክሃድም ኣይከኣለን። ሞኒካ ንኣዋርሕ ዝኣክል ብሚስጥር ተኸታተለቶ። ካብ ሮማ ናብ ዙሪክ ካብኡ ድማ ናብ ሃምቡርግ ብሓሶት ፓስፖርት ተጓዓዘት። መዓልታዊ ንቆንስላ ቦሊቭያ ትከታተሎ ድማ ነይራ። ኣብ መወዳእታ ድማ ኣብታ ፍልይቲ መዓልቲ፣ ናብ ቢሮኡ ብምእታው ሰለስተ ጠያይቲ ኣብ ደረቱ ተኲሳ ሕነ ቾክቬራ ፈደየት። እዚ ድሕሪ ምፍጻሙ እቲ ናይ ቦልቪያ ወታደራዊ ስርዓት ዕስራ ሽሕ ዶላር ንሞኒካ ንዝሓዘ ሰብ ሽልማት ኣወጀ። እዚ ሽልማት እዚ ኣብቲ እዋን እቲ ኣዝዩ ዓቢ ገንዘብ እዩ ነይሩ። ሲኣይኤ፣ ቆንጽላታት ኤውሮጳን ናይ ደቡብ ኣሜሪካ ስለያታትን፣ ንዓኣ ክደልዩ ወፍሪ ጀመሩ። ሞኒካ ግን ካብ ኤውሮፓ ብምስጢር ወጺኣ ናብቲ እተፍቅሮ እምባታት ቦሊቭያ ተመሊሳ ካልእ ኣብዮታዊ ዕላማታት ክትሰርሕን ንዲክታተር ሁጎ ባንዘር ንምውዳቕ ክትቃለስን ጀመረት። ንሳ ኣብ ጫካታት እናተሓብአት ንጽጉባት ትሕግዝን ንተቓወምቲ ድማ ትውድብን ነይራ። ግንቦት ዓሰርተ ትሽዓተ ሰብዓን ሰለስተን ብኣቆጻጽራ ፈረንጂ፣ እቲ ንሞኒካ ኣብ ንእስነታ ኣብ ሕቖኡ እናሓዘለ ዘዕበያ ናዚ ክላውስ ባርቢ፣ ሕጂ ንስርዓት ቦሊቭያን ሲኣይኤን ብሚስጥር የገልግል ነይሩ። ባርቢ ንሞኒካ ዘለትሉ ቦታ ብደቂቕ ይፈልጥ እዩ ነይሩ። እታ ንእሽቶ ከላ ሕያወይቲ ጓለይ እናበለ ዝጽውዓ ዝነበረ ናዚ፣ ሕጂ ብገንዘብን ብስልጣንን ተደልዲሉ ጠሊምዋ እዩ ዘሎ። ለካቲት ዓሰርተ ትሽዓተ ሰብዓን ሰለስተን ኣብ ላፓዝ ዝርከብ ናይ ሚስጢር ክሳ ናይ ቦሊቭያ ሓይልታት ጸጥታ ብኣሽሓት ዝቑጸሩ ወታደራት ሒዞም ንሞኒካ ኤርትል ዝነበረትሉ ገዛ ከበብዎ። ሞኒካ ኢዳ ክትህብ ኣይደለየትን። ሽጉጣ ሒዛ ክሳብ ናይ መወዳእታ ጥይታ ተታኹሰቶም። ኣብ መንጎኣን መንግስቲ ሓይልታትን ብዝተገበረ ብርቱዕ ናይ ተኹሲ ልውውጥ ኣብ መበል ሰላሳን ሓሙሽተን ዓመታ ህይወታ ሓለፈት። መንግስቲ ቦሊቭያ ሬሳኣ ናይ ቃልሲ ምልክት ከይኸውን ብምፍራሕ ንኣቦኣ ሃንስ ኤርትል ከይሃበ ኣብ ዘይተፈልጠ ቦታ ብሚስጥር ቐበሮም። ክሳብ እዛ ዕለት እዚኣ እውን ኣስካሬና ኣበይ ከምዘሎ ዝፈልጥ ሰብ ከቶ የለን። ሞኒካ ኤርትል ካብ ሕቖ ናዚ ተወሊዳ ናይ ቹጉቬራ ደም ሕነ ፈዳይት ብምዃን ታሪኽ ዝሰረሐት ፍልይቲ ጓል ኣንስተይቲ እያ። ኣቦኣ ሃንስ ኤርትል ደሓር ኣብ ናይ መወዳእታ ህይወቱ ኣብ ዘካየዶ ቃለ መሕትት ብንብዓት ኮይኑ ጓለይ ንዓለም ክትልውጥ እያ ደልያ ንሳ ንእምነታ ድማ ህይወታ ከፊላ ብምባል ብሓበን ገሊጽዋ እዩ። ሰማኣዊ ሜላ ኣብ ታሪኽ ላቲን ኣሜሪካን ዓለምናን ከም ናይ ሓቦ መስዋእትን ዘይነጽፍ ናይ ነጻነት ምልክትን ኮይኑ ንዘልዓለም ይነብር ኣሎ። ሕራይ እምበኣር ፍቱዋትን ክቡራትን ተኸታተልቲ እዚ ቻናል ንሎሚ ሒዝናልኩም ቀሪብና ዝነበርና መደብ ነዚ ይመስል ነይሩ። ንምክትታልኩም ኣዚና ኢና ነመስግን። ኣብ ቀጻሊ ብኻልእ መደብ ክሳብ ንራኸብ ሰሰናዩ ንዓኹም።